መብዛሕትና ኣጋጢምና እንክኾን ከም ድኽእል ሎሚ ትጅምር ፅባሕ ትገድፎ ወይ ሰሙን ትገብር ብድሕሪ ከዓ ትለቁ ኣይኮነ እንዴ ኣጋጥመኩም ይኸውን ዋይ እንተ ኢልኩምኒ ምክንያቱ እዚ ሰልፊ ኢሜጅ እዚ ብኸመይ ከም ዝተሰረተ ወይ እውን ዝሕጂ ድክልክለና ዘሎ ነገር ሰልፊ ኢሜጅና እዩ ብውሽጥና ፈጢርና ዘለና ምስሊ ንብላልና ሰሱ መዓስ ተፈጢሩ ብኸመይ ተፈጢሩ እንታይ እንተዘይተረዲእናዮ ኩሉ ግዜ ንድሕሪት ምስ ጎተተና እዩ ክልር ነዚ ብኣእምሮና ድሌትና ከምዚ ክገብረ እቲ ክገብረ ከምዚ ኢልና ክንሓስብ ንኽእል ኢና እቲ ንምንዮ ንብህጎ ዘለና ሂወት ግን ካባና እንተደይ ወፅዩ ንሕና እንተደይ ኮይንናዮ እቲ ኣይድያል ኢልና ንሓስቦ ዘለና ላይፍ ብውሽጥና ክንፈጥሮ እንተዘይክኢልና መኻልፍ ከጋጥመና ከሎ ንድሕሪት ምምላስና ዘይተርፍ እዩ። ንኹሉ ነገራት ሓሊፍና ንክንከይድ ዝገብረና ግን ኣብታ ደጋዊት ዓለም ክፍጠር ንደልዮ ኤኒቲንግ ዝኾነ ነገር ዊ ሃቭ ቱ ክሬት ኢት ኢንሳይድ ብውሽጥና ክንፈጥሮ ክንክል ኣልና ክሊር ብሓንሳብ ኣልና ሶ ከምኡ ኢልና ክንቅይሮ ክንሓስብ ክንጅምር ከለና ሓደ ሰብ ጥራይ ኣይኮነን ምስ ሓደ ሰብ ጥራይ ኣይኮና ንጋፈጥ ዳስዋይ ድኸብደና እንተ ተረዲእና ፅቡቅ ጌርና ሓሊፍና ኦፍ ኮርስ ንዑ ሓሊፍና ምኻና ይተርፍ እዩ ግን ከም ዝብለኩም ዘለኹ ሰልፊ ኢሜጅ ናትና ናትና ኣስተዋፅኦ የብሉን እዚ ሕጂ ኮይና ዘለና ሂወት እዚ ሕጂ ዘለና ላይፍ ካብ ሕጂ ንኔው ማለት ካብ ድነቃሕናሉ ሰዓት ኣዌር ኣብ ዝኾናሉ ሰዓት ዊ ኬን ቼንጅ ክንቅይሮ ንኽእልና ባታ ስጋብ እታ ግዜ እቲኣ ትመፅእ ግን ነዚ ሰልፊ ኢሜጅ ዝፈጠሩ ኣነ ደይ ኮንኩ ፈጢረዮ ዘለኹ ሕብረተሰብ እዩ ፈጢርለይ ዘሎ ኣነ ደይ ኮንኩ ፈጢረዮ ዘለኹ ካብ ቁፅፅረይ ውፃእ ዝነበሩ ኣብ ከባቢ ዝነበሩ ሰባት እዮም መዓስ እዩ ተጀሚሩ ካብ ህፃነተይ ክሊር ካብ ህፃነትና ሰልፊ ኢሜጅ ናትና ካብ ህፃነትና እንዳተፈጠረ እንዳተፈጠረ በቃ እንዳተሰራሕና እንዳተሰራሕና ይሲ ክንመፅእ ከለና በቃ ኢና እዩ ነይሩ ንሓንቲ ዝኾንናዮ ነገር ኣይነበረ ካብ ፈጣሪ ክንመፅእ ከለና ንፁህ ዝኾነ ስፒሪት ይደለና ንፁህ ዝኾነ መንፈስ ይደለና ድሌትና ዓይነት ነገራት ንክንረክብ ዝሕግዘና ብሉፅ ዝኾነ መንፈሳዊ ሓይሊ እዩ ብውሽጥና ደሎ ዛቲን ግን ቀስ ብቐስ ቀስ ብቐስ ይሲ ቆልዓ እንተ ሪኢኹሞ ኩሉ ግዜ ከምትልለኩም ምስሊ ሒዙ ድመፅእ ናይ ፈጣሪ ምስሊ እዩ ቺዝ ንኣብነት ንሕና ደቂ ሰባት ብኣምሳል ፈጣሪና ተፈጢርና ይበሃል ኣይኮነን ብኣምሳል ፈጣሪና ተፈጢርና ክበሃል ከሎ ኢስኖት ስጋዊ ኣካልና ኣይኮነን ኣእምራውን መንፈሳውን ኣካልና እዩ ሶ ቆልዓ ክመፅእ ከሎ ናይ ፈጣሪ ምስሊ ሒዙ እዩ ዝመፅእ ልክዕ ምስ ተወለደ ቆልዓ ብስብግስቡ ይበልኩኹምን መንፈሱን ኣእምሩን ግን በቃ ካብ ፈጣሪ ተቐዲሑ እዩ ዝመፅእ ንጹህ ዝኾነ መንፈስ እዩ ደሎ ክሌር ሶ እንተ ክትዕዘቡ ክኢልኩም ነፃ ዝኾነ ስፒሪት ኣብ መን ትርኢ እንተ ኢልኩም ሲ ኣብ ቆልዑት ንመልከት ጽቡቅ ጌርና ተዳሪኹሞም ቆልዑት ብሓንሳብ ጻውቱ ብሓንሳብ ዝስሕኩ ተተባኢሶም ሓመዶም ክዓርቀም ይበሃል ሕጂ ብዚ ዱዓ ክበሃሉ ጸኒሖም ጽባሕ ድሓርካ ተሓቋቂፎም እንዳበሉ ይኸዱ ክሊር እዞም ክልተ ቆልዑት እዚኦም ግን ድሓር እንዳዓበዩ እንዳዓበዩ ክኸዱ እንተ ሪኢኹሞም እቲ ሓደ እንዶ ነቲ ሓደ ቂም ሒዝሉ ክኸውን ይኽእል እዩ ሓመዶም እዩ ዝዓርቆም ነይሩ ቀደም ሓመድ ዘይኮነ ዝዓርቅ ዘሎ ሕጂ ነፃ ዝኾነ ሰልፊ ሜ እዩ ዝዓርቆም ዘሎ እስከምሎ ነፅ ነፃ እዮም ካብ ዝኾነ ምክንያቱ ቂም መሓዝ ካል ነገራት እንዳተማሃርዎ ድመፁ ነገራት እዩ ቆልዑት ማለት ንዕመ ክምህረኩም እዩ ሓቂ ክሳብ ተዓብዩ ንዕመ ኣነ ክኩስኩሰኩ ትብሎም ኢኻ ግን ክዓቢ ደለዎ መን እዩ ዓቢ ሰብዲ ወይስ ቆልዓ እዩ ዓብ ሰብ ኢኻ ዓብ ክልል ሒዝኩም እዛኦም ቆልዑት ኦሬዲ ዚ ኣር በቃ ማቹር ደ ክሊር ምክንያቱ ዝሓተትዎ ነገር ከም ድወሃቦም እቲ መንፈሳዊ ሓይሊ ብኦም ደሎ ድሌቶም ነገራት ሒዝሎም ከም ድመፅእ ድተበከለ ምስሊ የብሎም ንፁህ ምስሊ እዩ ደሎ ስለዚ ድሌቶም ነገራት ሒዝሎም ከም ድመፅእ ሙሉእ እምነት እዩ ደሎም ቢ ብዚ ቆልዑ ተድሉ መሓተትና እዮም ወይ እውን ይነ ኣብ ከባቢኹም ስለ ደለው ሕተቶም ከም ዝትኽእል ኢኻ ወ ከኣል እዩ ብልካ ሓንቲ እንታይ ክትከውን ትደልዩ ሳይንቲስት እንታይ ክትከውን ከምዚ ጥቕሙ ፍለጥዎ ኣይፍለጥዎ ድሌታቶም ናይ ምዝራብ ድሌታቶም ናይ ምንጋር ግን ሽግር የብሎም። እሱ ድመፅእ ደሎ ካብቲ ነፃ ዝኾነ ብውሽጦም ፈጢሮሞ ደሎ መንፈሳ ሓይሊ ብውሽጦም ተፈጢሩ ነፃ ዝኾነ ኢሜጅ ክሌም ትኽልክልዎ ቆልዓ ኣስክረ እዩ ኣሎ ማለት ወላ ከልኪልኪያ ብሓይሊ ብፊዚካል ዝኾነ ነገር ተደይ ከልኪልኪያ ስፒሪቹዋሊ ማንም ዝኽልክሎ ሰብ የለን እንተ ሪኹም ማለት እዩ ቆልዑት በቃ ሓቶኻ ከምዚ ግበረለይ ትግበረለይ ዝገ ተደይ ሰሚዕኪያ ክልቲኦም ድቂሩዋ ገዛ ፊዚካል ተጠቂምካ ኣላቲምካ ኣብ ፎቅ ተትሕዞ ትኽእል ኢኻ ኣይኮነን ድዩ ኣይኮነ በዚ ንዓኻ ላይ ፋራብሽ ተትበካ ሳኻ ንዑ ምዝግላል እዩ ሕዝኩም ኣለኹ ከምኡ ትገብር ፊዚካሊ እንተደይ ኮይኑ ሜንታሊ ግን ወይ ስፒሪቹዋሊ ብመንፈሳውን ብሓይልን ግን ማንም ዝኽልክሎም ሰብ የለን ክሊር እታ መንነት እቲኣ እያኻ ሕጂ ተድልየና ደላ ግን ካበይ ከም ድመፅእ ንሪኦ ስለ ዘለና ንመለስ እሞ እዚ ነፃ ዝነበረ ብድሌቱ ዓይነት ነገራት ሓቲቱ ክወሃቦ ከም ዝኽእል ዝነበረ ቆልዓ መን እዩ እንተ ኢልኩምኒ ኢትስሚ ኣነ እየ ድሓር ግን ቀስ ብቐስ እንዳተቐባእኩ እንዳተቐባእኩ እንዳተቐባእኩ ቀስ ብቐስ ቀስ ብቐስ ግን ዝሕጂ ሒዘ ዘለኹ ሰልፊ ኢንተርናል ኢሜጅ ማለት ሰልፊ ኢሜጅ ግን ሒዘ ኣለኹ መን ይቐብእ ኢለ ካልኣይ እኮ ምናልባት ቤተሰበይ ኩሉ ግዜ ድድህሉኒ ደብሉኒ ወይ ምናልባት ፈትዮም ኣይኮኑ ከምኡ ድገብሩ ወለድና ኦፍኮርስ ናይ ገዛ ርሶም ሽግር ክህልዎም ይኽእል እዩ ሂወት በዚ ንዕኦም ትቕጥቅጦም መፂኦም ከዓ ከይተረድኦም እዩ ተድርድኦም ነይሩ ፅቡቕ ነይሩ ባት ደለዎም ሽግር እዩ ብፍላይ ኣተዓባቢያና ናትና እውን ትፈልጡ ኢኹም ብዙሕ ሽግራትን ብዙሕ ካል ነገራትን እንዳረኣዩ ስለ ዝዓበዩ በቃ በዚ እንታይ ድበሃል ድገብረሎም ገለ ክትብሎም ክጅምር ከለኻ ኣባኻዮም ደውፅኦም ይኸሶም ኣይኮንኩን ደለኹ ሕጂ እስከ ምለኹ ማለት ምኽሳስ ተራ ኮይኑ መስትያት ከም ምስትኸኻል እዩ ሕጂ ግን መዓስ እያ እዚ መስትያት እዚ ደረእና ዘሎ ምስሊ መዓስ እዩ ተበላሸየ ድነግረኩም ዘለኹ ኣበይ ክልየ ብሓንሳብ ኣላ ሰብዛታ እዩ ካብ ሽዑ እዩ ምክንያቱ እቲ ነፃ ዝነበረ ይኽእል እዩ ድብል ቆልዓ ናበይ ይኸይዱ ሳይንቲስት ኾነ ድብል ዝነበረ ቆልዓ ዌር ዲድ ሂጎ ናበይ ይኸይዱ ትናቱ ሰልፊ ኢሜጅ Of course we can return it ክንመልሶ ኢና ኣቐዲምና ግን ናበይ ከም we gotta find it ክንፈልጦ ግን ክንመልሶን ክንክል ኣልና ግን ነው clear so that time ዝኾነ ኣሎ ዝተፈጠረ ነገር ኣሎ ካብ ቤተሰብና ክኾን ይኽእል ምናልባት ኣብ ጭቕጭቕ ኣብ ገለ ኣብ ድኽነት እንተ ኣብና እዚ ሕጂ ነዚ ሕጂ ኮይና ያደላ መነት ኣስተዋፅኦ ኣለዎ ማለት እዩ ዓብ እኳ ደኣ ብፍላይ መብዛሕትኡ ሰብ ኦልሞስት ኣይደኖ ፐርሰንት እዙ እኳ እንተደይበልኩ መብዛሕትኡ ሰብ ግን ሽግራቱ ወይ እቲ ናቱ ሕጂ ኮይነው ደሎ ምስሊ ተፈጢሩ ደለዎ ኣብ መዓስ እዩ እንተደኣልኩምኒ ኣብ ህፃንነት እዩ ኣብ ቤት ትምህርቲ እዩ ኣብ ካል ነገራት እዩ ምክንያቱ ቤት ሰብ ሰሕቆ ቤት ትምህርቲ በቃ ከይብሉ ንድብል ነገራት እንዳኣተወሉ ይመፅእ ኮንፊደንስ እንዳጠፈ ይመፅእ ኢሲ ሕጂ ክንርድኦ ዘለና መዓስ እዩ ድንን ድብል ሰልፊ ኢሜጅ ተፈጢሩለ እምበር ድንን ክብል ኣይኮንኩን ተፈጢረ ምክንያቱ ቆልዑ ተራሪኾሞም ቅንዒ ኢሎም ዝደለይዎ ነገራት ሓቱ ደኣ እምበር ንድሕሪት ድቦ ድብልዎል ሓንቲ ነገር የለን ክሊር ሶ ቢ ቲንኪ ድግሮች እንተ መፅሓፍ ኣንቢብኩም ኮይንኩም ዝኾነ ሓንቲ ቆልዓ ዝጠቕሳ ኣሎ ቀደም ኣብ ፀለምቲ ዝታዩ ባህል ኣብ ዝነበረሉ ሰዓት ያ ረሲዝም ኣብ ዝነበረሉ ሰዓት ኣብቲ ሰዓት እቲ ፀላም እታ ቆልዓት እያ እቲ ሰብኣይ ፃዕዳ እዩ ድትንክፎ ማንም የለን ሓያል እዩ ዝበሃል ዝኾነ ዓቢ ፋርም ኣለዎ ብናይ ቀደምታ ሽሙ ስለ ዝነበረ እቲ መለክዕ ብጣዕሚ ሃብታም ሰብኣይ እንታይ ትገብር እዛ ቆልዓ እዚኣ ኣዲኣ ሓምሳ ሳንቲም ኣድልዩዋ ፊፍቲ ሸንት ኣብቲ ሰዓት እቲ ብዙሕ ክኾን ይኽእል እዩ ንሳ ድልያታ ከይዳ ሰብኣይቲ ከም ዘለዎ ፈሊጣ ኣላ ከይዳ ነቲ ሰብኣይቲ እቲ ዊላ ብድፍረት ማንም ድሓቶ የለን ኣሽምካ ኢዶ ቆልዑት ኣብቲ ከባቢ ደለዉ ፀለምቲ ድበሃሉ ሰባት ኣብቲ ከባቢ ደለዉ ፀለምቲ ድበሃሉ ሰባት ደፊሮም ቁልሕ ኢሎም ድርእዎ ሰብኣ ኣይኮነን እዛ ቆልዓ እዚኣ ግን መፅያ በቃ ኣደይ ሓምሳ ሳንቲም ተድያ ኣላ ሃበኒ ተዲያላ ሓምሳ ሳንቲሞ ሃበኒ ተማማ ሰንቢዲ ኣበይ ደላ ቆልዓ ኪድ እስከ እዛ ክገለመልታት ኢሉ እዩ ኣቢልዋ ከም ትፍቲ መፅሓፍ ደሎ ከምኡ ምስ በላ ግን ሃዲማ ክትከይድ ክትፈርሖ ዝሓሰበ ሰብኣይ ሓንቲ ስጉሚት ንቅድሚት ከይድካ ከይዳ ሓምሳ ሳንቲም ኣዲ ኣልዩ ኣሎ ሃበኒ ዝበለቶ ክልእ ሰንቢዱ እቲ ሰብኣይ ማለት ኤድዊን ሲ ባርነስ ዝበሃል ኣብኡ ድርኦ ዝነበረ ሓወቡይ ንሱ ወይ ኣኩ ኣይ ቲንክ ንሱ እዩ ድርኦ ነይሩ በቃ እቲ እንታይ ዝበሃሉ ሰንዲዎ እቲ ሒዞ ዝነበረ መሳርሒ ገለበለታ ሰንዲ ነዛ ቆልዓ እዚኣ ሓምሳ ሳንቲም ሂባ በቃ ቀቡ ኢሉ ጠሚቱ ክሳብ ዓሰርተ ደቂቕ ዝኾንስ ከምዚ ፈዚዙ ኢሉ ጠምት ነይሩ ይብሎ ነይሩ ተወድኡ ዝነበረ እስከምለኹ ማዕረ ክንድኡ ሓይሊ እዩ ደሎ ብውሽጥና ክብለኩም ደለየ እዛ ቆልዓ እዚኣ ሕጂ ሽዳንስ ነው ኤኒቲንግ እንታይ ትሰብኣይ ታዋይ እንታይ ኣይትፈልጥን እያ ትፈልጦ ሓደ ነገር ተዳሃልዩ ብውሽጣ ደሎ መንፈሳዊ ሓይሊ ዝደለየቶ ነገር ክትረክብ ከም ደኽእላ ነዲኣ እቲ ነገር እቲ ሒዛትላ ከም ትመፅእ ዳኣ እምበር ሒዛትላ ከም ዘይትመፅእ ኣይትፈልጥን እያ ዛት ሰልፊ ኢሜጅ ዝነበረ ቆልዓ ግን ምናልባት ከምዚ ዝብለኩም ዘለኹ ተን ንሪኣ እታ ቆልዓ እቲኣ ኣበይ ኣላ እንታይ ዓብያ ዊዶ ኖ ብኸመይ ድሕሪ ብኸመይ ፕሮግራም ተገይራ ብኸመይ ተቐሪፃ ግን ንፈልጦ ነገር የብልናን ብዛዕባ ገዛ ርስና ግን ዊን ነው ክሊር ብዛዕባ ገዛ ርስና ግን ንፈልጣ ኢና እሪ ቁፅር ኣቢልና ድሕሪ ተመሊስና እንተ ርእና ካበይ ናትና ሰልፊ ኢሜጅ መፅዩ ሕጂ ድኻይ ኢልና ንሓስቦ ዝነበርና ድኻይ ኮና ነርና ምናልባት ገንዘብ ደይክህልዎ ክእል ቆልዓ ደኣ እምበር ሂ ኢዝ ቦርን ሪች ሃብታም ኮይኑ እዩ ተፈጢሩ ምክንያቱ ኣይከኣልን ዝበሃል ነገር የብሉን ክገዝእ እንተ እዚ ኣግዘለይ በቃ ክገዝኣ ድደለየ ነገር ካባኻ ከም ዘይትመፅእ ፍሉጥ እዩ ገንዘብ የብልካ ማለት ብወለደይ ክርዮም ከለካ ይብለከ ዘለካ ገንዘብ የብሎም ወለድኻ ክልዮም ካበይ ከም ትመፅእ ተቆልዓቲ ግን ካብኦም ዘይኮነት ብኦም ጌራ ካብ ፈጣሪ ከም ትመፅእ ግን እፈልጣ እዩ ክሌር ሰው እንታይ ድኾን ደሎ መሲልኩም እዚ ንጹህ ድኾነ ብሉጽ ዝነበረ መንፈሳዊ ምስልና ብሉጽ ዝነበረ መንፈሳዊ ምስልና እንዳወፀ እንዳወፀ ካብዛ ደጋዊት ዓለም ድበሃል ካብ ኣቦና ካብ ኣዴና ካብ ሓውና ካብ ሓፍትና ካብ ደጋጥሙና ሰባት ካብ ቤት ትምህርትና እንዳተፃዓነ ካብዛ ውሽጣዊት ዝነበረት ዓለም እንዳወፀና ናብዛ ደጋዊት ዓለም ኢና ተቃሊዕና ማለት እዩ ክሊር ምስ ኣለኹ ዳስ ዋት ስለዚ እንታይ ክንገብር እዩ ዘለና ናብ ውሽጢ ብኸመይ ከም ምዃኑ ዳዳ ረኣናዮ ክንከይድና ሕጂ ግን እንታይ ኢና ክንገብረልና ናብ ገዛ እርስና ተመሊስና እቲ ቀደም ካብቲ መንፈሳዊ ሓይልና ዝወፀናሉ ምስሊ ነዚ ሕጂ ዘሎ ነገር ኣፍሪስና ናብኡ እዩ ክንምለስ ዘለና ማለት እዩ ኢንሳይድ ኦሎፋዝ ናብ ድኸዶ የብሉን ኣብ ውሽጢ ኩላትና ይደሎ ንረዳዳእና ኣብ ውሽጢ ኩላትና እዩ ደሎ ምናልባት ከም ዝለኩም ደለኹ ፕሮግራም ብተገበርናዮ መንገዲ ዳራሓቕናዮ ከይድና ክንኮን ንኽእል ዳኣ እምበር ኢፍ ዩ ኖ ሃው ንዑ ዲቴክት ጌርካ ብኸመይ ከም ትቕይሮ እንተ ተርዲካ ኤንድ እቲ ሽግር ከኣኒ ኣብ ስድራ እዩ ኣብ ክስቶ እዩ ኣብ ከምዚ ኢልካ ናብ ክሲ ደይትኣቱ እንተ ኮንካ ንዕኡ ተመልኪትካ ናብ ውሽጢ ክትምለስ ተደኣ ክኢልካ we can change everything ክንደይ ሰብ እዩ ኣብ ማለት ሕራይ ከምኡ ብድኽነቱ ድርታዕ ሰብ ነይሩ ተድኾን ክንደይ ኣብ ብጣዕሚ ድኻብ ዝኾነ ብጣዕሚ ሕማቕ ኣብ ድበሃል ሚዘረብል ኣብ ድበሃል ህይወት ነበረ ክንደይ ሰብ ቢልዮነር ዝኾነ ሕጂ ንርኢ ዘለና ኣይረኣኹምን ፎር ኤግዛምፕል ኦፕራ ክትሪእዋ ትኽእሉ ኢኹም ድሕለፈቶ ታሪክ ቀሊል ኣይኮነን ኣይኮነን ማለት ትሽዓተ ስጋብ ትሽዓተ ዕድሚያ እዚ ከቢድ ድበሃል ሽግር ኣሕሊፋ ካብ ናይ መሸማዕ ናይ ታይ ድበሃል ናይ ናይ ሽጉርቲ ናይ ገሊኣ እንዳተኸደነት ትኸይድ ነይራ ኤንድዘን ስጋብ ካብ ትሽዓተ ዕድሚያ ክሳብ ዓሰርተ ኣርባዕተ ክንደይ ግዜኣ ተደፊራ ብቐረባ ድበሃል እኳ ዳ ቤተሰብ ኤንድዘን ኣብ ክልተ ደወለደቶ ቆልዓ ኣብ ክልተ ሰሙና ካብ ዓሰርተ ኣርባዕተ ዕድሚኣ ደወለደቶ እዩ ሞይትዋ እዚ ኩሉ ነገራት ከይተ ብኡ ተትኾን ነይሩ ኦፍራ እዛ ሕጂ ዘላ ይምርኣናያ ነርና but she knows how to, do, to deal with it ብኸመይ እቲ ብውሽጣ ዘሎ መንፈሳዊ ሓይሊ ከም ትመልሶ ብውሽጣ ዘሎ ድንቅነት ከም ትመልሶ ስለ ዝተረድኣ ግን ምሳለ ኮይናትላና ንኩላትና ማለት እዩ ክሊር ሶ ካን ዩ ቼንጅ ኢት ኦፍኮርስ ዩ ካን ቼንጅ ኢት ኢት ካን ቢ ቼንጅ Clear guys, we can, we can change it. ንሕና ዝረኣናዮ ሕማቕ ነገራት ደቅና ንኸይሩ እዩ ንሕና ዝረኣናዮ ምናልባት ናይ ድኽነት ቸይ ናይ ድኽነት ዝኾነ ደቢት ተኽዲ መስል ናይ ድኽነት ኣይድበሃል ኣብ ካልእ ሰብ ንኸይረኣይ ክንገብር ንኽእል ኢና እንታይ ብምግባር ውሽጣዊ ምስልና ምስትኻል ማለት እዩ ክሊር ንረዳዳ ኣለና ጋይስ ምስ ኣለኹም ዳስ ደ ቲንግ ንኣብነት ብጣዕሚ ኮይ ዝገርመካ ሰልፊ ኢሜጅ ኣብ ከምዚ ዓይነት ስድራ ዶ ዓብዪ ቆልዓ እንተደኣ ሃልዩ ተደይ ነቂሑ ሞስት ፕሮባብሊ ጽባሕ ንግሆ ድምርዓዋ ጓል ወይ ትምርዓዎ ሰብኣይ ድኾን እሱ እዩ ማለት ሕጂ ክትርድኡ ንደሎ ሓደ ሓደ ሓስኮ ትደለኹም ነገር ተደሃል እዩ ከይተረደእካ ኮንሽስሊ ኮንካ እንትምሃር ሰልፊ ኢሜጅ ዝፍጠር ኮንሽስሊ ኣይኮነን ስድራኻ ኮነ ኢሎም ኣይኮን ድኽነት ዶ ትብልካ ኮነ ኢሎም ኣይኮነን ዝብለኩም ዘለኹ ጭቕጭቕ ዲካ ነገራት ደኣቱ ኮነ ኢልካ ኣይኮነን ኢስኖት ኮነ ኢልካ ተግባሮም ዳረኣኻ ኢኻ ግዛለይ ክትበሃል ከለኻ የብለይን ክብልኻ ክጅምሩ ከለዉ ወይ ዝኾነ ነገር ክትገብር እንዳሓሰብካ ከለኻ ሰባት ክስሕቁኻ ክጅምሩ ከለዉ ኣይርድእካን እዩ ግን እንታይ ክብሉኒ እዮም ሕጂ ተወፀ ሕጅከምለኽ ብተግባር እዩ ሰብ ንወለዱ ንደቁ ክምህር ብኣፍ ክምህር ፍትን ተግባሩ ግን ካልእ እኾ ተቆልዓቲ ድወርስ ናይ ኣፍ ደይኮነ ናይ ተግባር ድል ቀስ ብቐስ እዩ ሳብኮንሽስሊ ዝውሰድ ኣብ ትሕተውንና እንዳተሰረተ እንዳተሰረተ እንዳተሰረተ እዩ ዝኸይድ ፓተርን ኮይኑ ይፍጠር እሞ ፅባሕ ንጋ ከዓ ዝኾነ ሰብ ጣልቃ እንተዘይኣትዩ ከምኡ ዓይነት ሰብ እዩ ዝኾን ንኣብነት ቆልዑ ተዳሪኽሞም ናብ ካልእ ታሽም ዳ ከይፍል ንበር ቆልዑ ተዳሪኽሞም ናብ ገዛ ገዛ ዝፃወቱ ቆልዑት እቲ ሰብኣይቲ ኣሎ ሓቂ ሰብኣይ ኢሉ ዝሓስቦ ገዙ ከድኩም ተመልከቱ ኣቡ ይድኾን ኣይኮነን ሪእኹም ኣይትፈልጡን እዮም ቆልዓ ረ ማለት ቆልዓ ኣቦ ይፃወቱ እዮም ተፃዊትኩም ኣይትፈልጡ እንዲኹም ባዕልኹም ትፈልጡ ኣሎ ሒዝኩም ኣለኹም ግን ተሪኢኹሞ ማለት እዩ ልክዕ ወዲ እቲ ቆልዓ ሂቢካ ምስ ኣቡ ኢሉ ኾ ናብኡ ኮይዱ እቲ ቆልዓ እቲ ዝኾነ ነገር መጪኡ ጣልቃ እንተዚኣትዩ ወይ ዝኾነ ነገር ተርኢ ተፈጢሩ ፅባሕ ንኮ እንታይ ዓይነት ኣቦ ኢሉ ኾን ተዳ ኢልኮኒ እታ ሸዓ ዝፃወታ ኣሎ ኣቦ ኣቦ ሸዓ እሱ ኢሉ ኾን ክሊር ስለዚ ከይተረደናኻ ከምኡ ለደወረስናያ ድኽነት ገንዘብ ክበሃል ከሎ ኣይ ወሪድና ኣነ መን ኮይነ ሃብታም ገለመለ እታ ትትረፈና ዓይኒ ሰብ ኣዴካ ዓይነና ስትብል ዓይኒ ሰብ ማለት ዓይኒ ሰብ ንዓና ፅቡቕ ኣይኮነን ከምዚ ኢና ገዛና ኢቨን ዝኾነ መርገም ኣለና ድብል ኣተሓሳስባ ክህሉ ይኽእል ኾን ዛቲ ኢሜጅ ካብ ካልእ ሰብ ይመፅ ሕጂ ግን ውሽጥኻ ይድውኖ ፅቡቕ ኣይኮነን ክሊር ታሽሙ ዶ ገሰጻ ዶ ቀይራ እሺ ሕጂ ግን ክሲ ይኮና ክሲ ይኮና ምክንያቱ ዊ ሃቭ ቱ ኖው ሪዛልት ካበይ ከም ንመጽእ ከም ደሎ እንተደይ ተረዲእና ሕራይ እንታይ ናሞ ክንቅይር ዳሞ ሕሽኩም ኣለኹም ሪዛልት ይኮነን ክቕይር ድቕይር ንብላና ንዕኡ ደምፅእ ብውሽጥና ኮይኑ ያርልና ምስሊ ንብል ተራኢና ዊ ጋር ኖ ዛት ፐርሰን ብድሕሪ እንታይ ንገብር ብልሲ ክሊር ዊ ካን ግን እሱ እንተ ፈሊጥና ኦፍኮርስ ዊ ካን ቼንጅ ክንቅይሮ ንኽእልና ኢፍ ዩ ኖው ዛት እንተ ደይፈሊጥና ይሃቦ ከም ድመጽእ ደሎ ግን በቃ ህይወትና እንዳ መን ከም ድዝውሮ ደሎ ደይንፈልጥ ግን ምስ ድኾነ ነገር እንዳተጋጭና ምስ ድኾነ ድኽነት ምስ ድኾነ ከራይ ገዛ እንዳተፋጠጥካ ፅባሕ መፅእ ገለብል ተለቂሕካ ተብላ ምስ ዓይነት ላይፍ ክንፋጠጥ ንኸይና ሒዝኩም ኣለኹ ተረዳዲናና ባቲንፊኖ ካበይ ከም ንመፅእ ደሎ እንተ ፈይጥኪያ ግን ግዜ ደኣ ክወስድ ይኽእል እምበር ክራይ ገዛ ኣፍጢጦ ክርእየካ ከሎ ወይ ዝኾነ ስእነት ክብለካ ከሎ ክትቅየር እኮ ኢኻ ቀሪበ ኢኻ ክትብላ ይስከም ዶ ወይ ትበሳጨውን ኢኻ ወይም ናብ ቤተሰብካ ከድካ ክሲ ገለ ይኮንካ እንትምስርት ዩሪተርን ፎር ዩርሰል ናብ ገዛ እርስኻ ኢኻ ትምለስ ናብ ገዛ እርስኻ ተመሊስካ ከምዚ ዓይነት ላይፍ ብሪሌሽንሽፕ ተኸድኒያ ማለት እዩ ከምዚ ክብለኩም ወይ ብገንዘብ እንተ ከይናካ እዛ ስዋት ከምዚ ክብለኩም ዝፀናሕኩ ውቺስ ቤተሰበይ ስለ ሓገዙኒ ኣብ ድኽነት ስለ ዓበኹ ከምዚ ስለ ዝኾነ ዘይኮነ ኦፍኮርስ እዞም ነገራት እዚኦም ነዚ ሕጂ ዘለኹ ሂወት ሽሕ ፐርሰንት ውፅእ ኣለዎም ኢድ ኣለዎ ግን እንታይ ጠበስ እሺ እንታይ እዮም ሽከምላ እንታይ እሞ ክንገብር ካብዚ ንንዮም So that's the thing ኣብኣ ምስ በጻሕና ኣሕ እንታይ መዓት እዩ ወደይ ከምዚ ኮ ኮይኑ ኣተዓባብያ ይኮ ኣደይ ይኮ ኣቦይ ይኮ ክስቶ እኮ ኣይንበል ኣይኮነን ኣይኖ ውርደን እዩ ከቢድ ዝኾነ በሰላን ክህሉ ክእል ኾኒ ባት ዩ ወንት ቼንጅ ኢት ክንቅይሮ ግን ደሊ ስለዚ ንህፃነትካ ተመሊስካ ኣይኮነን ሽዑ ዝተፈጠረ ምስሊ ኣፍሪስካ ከም ብሓድሽ ምህናፅ እዩ ተደይ ኮይኑ እኮ this the thing ኣብ ድኽነት እየ ዓብይ ገንዘብ የብለይን ከምዚ ስለ ደይኮንኩ እኮ እዩ ኣይክእልን እኮ ኣሕ እዚ ኢሎምን እዚ ኢሎምን ድብል እንተ ኮይኑ ዓይናይ ምስሊ ኢና ክጎልሕ ንገብሮ ደልና ዓይናይ ምስሊ እቲ ቅድሚ ሕጂ እተፈጠረ ምስሊ ደይንደልዮ ዓይነት ብውሽጥና ደሎ ምስሊ እዩ ኣይኮነ ደ ስለዚ ምስልና ይድዎ እንዲ ደሎ ወይስ ሓድሽ ምስሊ እንዳፈጠርና ኢና ንኸይድ ደልና እንተ ናብኡ ከይድና ሕማቕ ነገራት እንዳልዓልና ወይ ከምዚ ኮይነ እቲ ኮይነ እንዳበልና ንህፃነትና ተመሊስና ሰልፊ ኢሜጅና ነበላሹ እንተ ሃሊና ወይ እውን ምክንያታት ንጠቅስ እንተ ሃሊና እንታይ ኢና ንገብር ዘለና እንተ ኢልኩምኒ ኣፍሪስና ዘይኮንና ሓድሽ ኢሜጅ ንፈጥር ዘለና ነዚ ሕጂ ዘሎ ተፈጢሩ ዘሎ ዘይንደልዮ ካብ ህፃነትና ዲ ካብ ካልእ ቦታ ድመፀ ምስልና ግን እንታይ ኢና ንገብሮ ዘለና መሊስና ኢና ኮንክሪት ንውስኸሉ ዘለና መሊሱ እዩ ከኣ እንዳባእሰ እንዳገደደ ከኣ ኣብ ሂወትና ንኽረኣ እዩ ንገብሮ ደና ምክንያቱ ሪዛልት ድመፅእ ካብ ደገ ዶ ይኮነ ኢስ ፍሮም ኢንሳይድ ተረዳዲና ኣልና ሶ ዱ ዋነ ቼንጅ ኢት ኦፍ ኮርስ ኢት ካን ቢ ቼንጅድ ክሊር ናይስ ሕጂ እዚኣ በቃ እታ መፍትሒ እታ ኮር ዝኾነት ኣበይ ከም ደላ እታ መንስያ እንተ ፈሊጥና ኣብኡ ከይድና እዩ ከነስተኻኽል ደና As if ከመይ መሲልኩም ንኣብነት ሕጂ እንተ ናይ ናይ ናይ መኪና እንታይ ድበሃል እንተ ሪኢኹም ዳሽቦርድ እንተ ሪኢኹም ናይ መኪና ዝኾነ ናይ ጋዝ ምልክት ኣለዎ ሓቂ ከምዚ ናብዚ ድብል እቲ ናይ ነዳዲ ምልክት እታ ነዳዲ እንተ ቀኒሳ ፈቲሕኻ ነቲ ነታ ቀያሕ ኣምፃ ኣቢልካ ጣዕቲ ኣቢልካ እታ መኪና ሓንተ በልክያ ሰርሕዳ እምቢያ ዘለካ ሓቂ ኣይከይድን ኣይኮነን እዩ ምክንያት ዘ ፕሮብለም እዚ ኣብ ምንታይ እዩ ኣብቲ ነዳዲ ነዳዲ እንተ መሊካ ክትከደልካ ትኽእላ ክልር ስ ዘ ቲንግ ሕጂ እውን ካብ ተፈጢሩ ዘሎ ፕሮግራም ንሱ ምስኽኻል እዩ ዳኣ እምበር ኣብ ደገ ዘሎ ነገራት ሪዛልት በቃ የርእየና እዩ ዘሎ ዳሽቦርድ እዩ ስለዚ ክንመልኦ ዘለና ነዳዲ ኣሎ ማለት እዩ ክሌር ክምላእ ደሎ ብሉፅ ዝኾነ መንፈሳዊ ሓይሊ ብሉፅ ዝኾነ ኣእምሮና ከምቲ ምስሊ ፈጣሪ ዝተፈጠርናሉ ብሉፅ ዝኾነ መንነትና ንዕና ፅቡቅ ጌርና ብሓሳብ ብስምዒት ብእምነት ክንቅይሮ ደለና ማለት እዩ